ሰላም ተኸታተልቲ ናይ ድራር ሾው ከመይ ቀኒኹም ከመይ ትኾኑ ሎሚ ብፍልይ ዝበለ ኣርእስቲ እየ መጺኤኩም ዘለኹ ናይ ሎሚ ቪድዮ ምዝካር ናይቶም ኣብ ማኣከላይ ባሕሪ ዝሃለቁ ኣብ ጥቅምቲ ድዩ ድበሃል ኦክቶበር ክልተ ሽሕን ዓሰርተ ሰለስተን ዝሃለቁ ንዖዖም ንምዝካር ምስኡ ኣተሓሒዘ ድማ ናተይ ዛንታ ኣነ ውን በቲ መንገዲ ስለ ዝመጻኹ ልዕሊ ማንም እታ ናይ ሽዑ ዛንታ ንዓይ ውን እታ ናይ ሽዑ ዘጋጠመት ፍጻመ ንዓይ ፐርሰናሊ ንዓይ ንጆርጆ ብውልቀይ ምስኣ ዝተሓሓዝ ዛንታ ዘለኒ ስለ ዝኾንኩ ስለምንታይ ሎሚ ዘኪረዮም ፍሉይ ስለ ዝኾነ ኣይኮንኩን ዘኪረዮም ኣጋጣሚ ብዛዕባ እቲ ኣርእስቲ ይሓስብ ነይረሲ እቲ ንዓይ ዘጋጠመኒ እውን እኮ ኣነ ካብቶም ዕድለኛታት ስለ ዝኾንኩ'የ እምበር ሓደ ካብዚኦም ንክኸውን ምሉእ ተኽእሎ ነይሩ። እንታይ ንማለት'የ? ኤርትራውያን መጀመርይኦም ኣይኮኑን ኣብዚ ዓም ኣብዚ ዕለት እዚ ኣብ ማእከላይ ባሕሪ ብሕማቕ ኣስካሕካሒ መንገዲ ሃሊቆም። No መጀመርይኦም ኣይኮኑን። ኣነ ኣብ ኤርትራ ከለኹ ክልተ ሽሕን ሽዱሽተን መዓልቲ ስውኣት ዝዓይነቱ ተኣዊጁ ነይሩ ብዙሓት ሰባት ብሓደ ዝሃለቁ ኣብ ኤርትራ ስለ ዝተነብሩ ካብ ገዛ ንገዛ ንዘውር ነይርና እዚ ሓድሽ ፍጻመ ኣይኮነን እንታይ ድኣ እዩ ፍሉይ ገይርዎ ነዚ እንተይልና እዚኣ እዚኣ ኣጋጣሚ እዚኣ ዓለም ምሉእ ዝፈለጠሉ ግዜ እዩ ነይሩ ቅድሚኡ ክንመውት ከለና ማንም ማንም ኣይግደስን እዩ ነይሩ ውሑዳት ሰባት ጥራይ እዮም ዝፈልጥዎ ነይሮም ኣብዛ ዕለት እዚኣ ግን ዓለም ምሉእ ዋይ ዋይ ዋይ ዝበለሉ ግዜ እዩ ነይሩ ንሕና ከኣ ከም ወትሩ ማለት እዩ ስለዚ ኣብዚኣ ዕለት እዚኣ ነዚኣ ክዝክር ከለና ነዚኦም ብፍሉይ ኣይኮናን ንዝክር ኩሎም እቶም ኤርትራውያን እዚኣቶም ግዳ ከም ዝሞቱ እውን ተፈሊጦም ክንደይ ኣበይ ከም ዝኣተው ዘይፍለጡ ኣለው ኣሕዋትና ቀረባ ኣሕዋትና ማለት እዩ ስለዚ ንምዚ ትኸውን ኢለ ቁሩብ ትለይ ናተይ ዛንታ ክነግረኩም ኣብ ክልተ ሽሕን ዓሰርተ ሸውዓተን ኣቢሉ እዩ ነይሩ ክልተ ሽሕን ዓሰርተ ሸመንተን ይቕረታ እየ ሰጊር ኣነ ባሕሪ ክንሰግር ከለና ዕለት ዓሰርተ ሰለስተ ነሓሰ ኣቢሉ እዩ ነይሩ ክንሰግር ከለና ብሓንቲ ማእከላይ ብናይ ሊብያ ኣጸዋውዓ ዓባይ ትበሃል መርከብ ኢና መጺእና ማለት'ዩ። ብርግጽ ልዕሊ ሰለስተ ሚእትን ሰብዓን ሰባት ኔርና ኣብታ መርከብ። ደቂ ኣንስትዮ ኔሮም፣ ቆልዑት ኔሮም፣ ዓበይቲ ኔሮም፣ ንኣሽቱ ኔሮም፣ ኩሉ ዓይነት ሕብረተሰብ'ዩ ኔሩ። ዳርጋ ሰብዓ ሰማንያ ሚታዊት ከኣ ኤርትራውያን ኢና ኔርና፣ ካልኦት ውን ኔሮም ነየም። ሕጂ እቲ ንግሆ ሰዓት ሽዱሽተ ሓሙሽተ ሽዱሽተ ኣቢልና ኢና ተበጊስና ካብቲ ሊብያ ማለት እዩ ቅድሚኡ ዝነበረ ድራማታት ንሓኒጽናሃልና ንግዚኡ ብኽንደይ መከራን ሓቦንግቶቶን ኣብዛ መርከብ ትበሃል ንስቀለልኩም ጉዕዞ ይጅምር ማለት እዩ ድቕድቕ ከምዚ ጸልማት እዩ ነይሩ ሕጂ እቲ ክሳብ ክንደይ ንድሕሪት ምምላስ ዕጫ ስለ ዘየለ ብዝተኻእለካ መጠን ንቕድሚት ኢኻ ክትከይድ ዘለካ ዋላ ብእግርኻ ውን እንተኾነ ኣነ ይዝከረኒ ኣብቲ ግዜ እቲ እንታይ ይብል ነይረ ዋላ ብጥስቲ ውን እንተኾነ ክፍትን እየ ዝብል ኣተሓሳስባ ነይሩኒ ስለምንታይ ንድሕሪት ክምለስ ኣብኡ ክነብር ምርጫ ስለ ዘይነበረኒ ዝኾነ ጸጋታት ገንዘብ ስለ ዘየለ ኣብ ሊብያ ውን ሞት እዩ በዚ ከድካ ውን ሞት እዩ ዝብል ርድኢት እዩ ነይሩኒ ጌጋ እዩ ጌጋ እዩ ብርግፅ ክውሰድ ዝግበኦ ስጉምቲ ኣይኮነን እቲ ዝወሰድክዎ ግን ኣብታ ናይ ሽዑ ግዜ መፍትሒት ኮይና ስለ ተሰማዓትኒ ወሲደያ ብዛዕብኡ ካልእ ኣርእስቲ ክንዛረብ ንኽእል ኢና መቸም ተበጊስና ብሰላም ካብቶም ሊብያውያን ከይሓዙና መቸም ንወፅእ ሙሉእ መዓልቲ ንኸይድ ማለት እዩ ማይ ምግቢ ገለመለ ዝፅንፅዋ እዩ ኣይትሓስቦን ኢኻ ከማን እምበሽ እታ ንሕና ንኸደላ ዝነበርና ማዕበልሲ ከባቢ ሰላሳ ሜትሮ ኣርባዓ ሜትሮ ይድይብ ነይሩ። እዚ ሰላሳ ኣርባዓ ሜትሮ ነተን ንኣሽቱ ጀላቡ ወይ እተን ሞቶስካፍ ዓይነት ከብለን ይኽእል እዩ። ማይ ኣትዩስ ክመልኣን ይኽእል እዩ፣ ከጥዕለን ይኽእል እዩ። ናትና ግን ቁሩብ ካብ ማይ ሓፍ ዝበለት ስለ ዝነበረት ይኣትዋ ነይሩ። በስቢስና ኢና ነይርና ማይ መጺኡ ዝግጭበና ማለት እዩ። ብዙሕ ነገር ተዘክሮታት ኣለኒ። ማይ መመጺኡ ይሃርመካ፣ ይጸፍዓካ፣ ግን ዋላ ሓንቲ ዝግበር የለን። እቲ ዘገርም ኮፍ መበሊ ቦታ ኣይነበረና። ካብ ምሒር ምምላእ ናይታ ጃልባሲ ኮፍ መበሊ ቦታ የለን። ስለዚ ዳርጋ ትቕረቕ ኢልካ ኢኻ ትኸይድ ላይክ ክሬዚ ሕጂ መቸም ንኸይድ ምሉእ መዓልቲ ምስ ከድና ካብ ሰዓት ኣነ ሰዓት ነይራትኒ ከምዚኣ ገይረ ጥራይ ድሪ ድሕሪ ዓሰርተ ሰዓት ኢንተርናሽናል ባሕሪ ኢኻ ትበጽሑ እዩ ዝበሃል ብሽዑ ሽዑ ናብኡ ንክንበጽሕ ካብቲ ናይ ሊብያ ምትሓዝ ኣመና ኢና ንፈርህ ብፍላይ ኣነ ድማ ምክንያቱ ኩሉ ገንዘበይን ህይወተይን ረኪሰ ስለ ዝነበርኩ ንድሕሪት ምርጫ የለን ዝብል እምንቶይ ነይሩኒ። ብዝኾነ በፂሕና ሰዓት ሽዱሽተ ክኸውን ምስ ጀመረ ኢንተርናሽናል ባሕሪ ኣቲና ይበሃለለይ ገና እኮ ናይ ሰላሳ ፐርሰንት ኢና ከድና ዘለና ናይቲ ባሕሪ ስለዚ መቸም እንታይ ይበሃል ኮይኑ ኣብቲ ምሸት ክፅልምት ምስ ደለየ እቲ ባሕሪ የፍርህ እዩ እቲ ማዕበል ስለ ዝነበረ ልክዕ በቃ ብጣዕሚ እዩ ዘፍርሃካ ብዝኾነ ምስቲ ዕግርግር ምስቲ ዲስፕሊን የለን ሰባት ንሓድሕዶም ኣይረዳድኡን እዮም ገሊኦም ካልእ ይሓስቡ ገለ ገለ ይዛረብ እቲ ዘሕዝን ክፋል ከ ምስዚያ ጃልባ እዚኣ ዘተሓሕዞ ማለት እዩ ኣብቲ ድሕሪት ሓደ ዓሰርተ ጀሪካን ናይ ነዳዲ ተዋሂብና ነይሩ ክመልእ ምእንታን ኦርጋናይዝድ ስለ ዘይኮና ገለ ክልተ ጀሪካን ዝኸውን ፈሲሱሲ እቶም ብድሕሪት ዝነበሩ ክዳኖም ኩሉ ናፍታ እዩ ነይሩ። ኩሉ እቲ ጃልባሲ ናፍታ መሊኡ እዩ። ሓደ ሰብ ሽጋራ ክስሕብ እየ ኢሉ ላይተር ተወሊዑ ጆርዳን ተወዲኣ ኣላ እታ ገይም ሰማዒ ዘይብሉ ኣውያትካ ዝሰምዖ የብሉ ዝረኣካ የለን ማለት እዩ እዚ ንግደፎ ኣየጋጠመን ኣምላኽ ይመስገን ኣየጋጠመን መቸም ከባቢ ሰዓት ሸውዓተ ምስ ኮነ ቴሌፎናት ናብትዮም ኣብ ሊብያ ድዩ ኣብ ጥልያን ድዩ ማልታ ይድውሉ ነይሮም ካባና እቶም ነቲ መንገዲ ቅድሚ ሕጂ ፈቲኖም ዘይሰለጦም ሰባት ማለት እዩ መቸም ይደዋወል ነይሩ ኣብ መወዳእታ ዝኾነ ኣወንታዊ መልሲ ኣይመፀን እቲ ካፒቴን ናትና ቱኒዝያዊ ነይሩ ወር ግብፃዊ ነይሩ ላምፔዱዛ ትበሃል ኣብታ ወደብ ክኣቱ ይደልን ነይሩ ምክንያቱ ቅድሚ ሕጂ ብፅሒት ስለ ዝነበረ ፊንገር ፕሪንትስ ነይርዎ ስለዚ ብዝተኻለ መጠን ሲሲልያ ከብፅሓና እሞ ሃዲሙ ክወፅእ ይደልዩ ነይሩ ስለዚ ዕላምኡ ንሲሲልያ እዩ ነይሩ ላምፔዱዛ ዝበሃል ከይተስምዖነ ጥራይ ዝብል ነይሩ ኣነ ኣብ ጥቆ ስለ ዝነበርኩ ቁሩብ ዓረብካ ስለ ዝሰምዕ ነበርኩ ይርድኦ ነይሩ ብዝኾነ ብትግርኛ ስለ ዝዛረቡ ዝነበሩ ይርድኦ ኣይነበረን ኣብ መወዳእታ መቸም እቶም ረዳት ብዙሕ ሰብ ሓገዝ እኳ ኣይነበረን ግን ሓንቲ መርከብ ኣላ ኣብ ጥቃኹም ይብሉና ማለት እዩ ሕራይ ተባሂሉ እዛ መርከብ ኪድ ተበልናስ እንታይ እሞ ክብለኩም እየ መርከብ ድዩ ዋላ እምባ ሰይራ እዩ ኣይርድኣንን እዩ ንሕና ኣብ ጨፍላቂ ያሳ ክንዲ ኣይደነው ሓሙሽተ ሽዱሽተ ደርቢ ገዛ እያ ትኸውን ላይክ ምስቲ ኣርባዓ ሰንቲሜትር ማዕበል ነይሩ ዝበልክዎ መርከብ ዓባይ ነቲ ኣርባዓ ናብ ሰብዓያ ተደይቦ ማራያ ተበርትዖ ስለ እቲ ማዕበል ስለ ዝሃርማ ዓቢ ነውጺ እዩ ዘሎ ጥቃ ኦ ማይ ግድነስ ክዝክሮ ከለኩ ኩሉ ግዜ ከምዚ ኤለትሪክ ሾክ እዩ ዝሕዘኒ ንዓይ ሕጂ ሕጂ እቲ ካፒቴን እንታይ ትገብሩ ኣለኹም ኢልዎም እዚኣ ማርከብስ ክትሕግዘና እያ ይብልዎ ፈጺሙ ኣይተቐበሎን እቲ ሓሳብ ኣነ ብጥቅኡ ኣለኹ ኣይተቐበሎን ነቲ ሓሳብ እንታይ ይገብር ይደሊ ክግምጥላ ይደሊ ማለት እዩ ኦልሞስት ብርግፅ ሓሳቡ ይፈልጥ ነይ ግን ክግምጥላ እዩ ዝደሊ ነይሩ ምክንያቱ ኣብታ መርከብ ክኣቱ እዩ እድሉ ክርኢ ማለት እዩ ሽዑ እቶም መርከብ እንታይ ከም ዝብሉና ዜሮ ኮሚኒኬሽን ኣይንረዳዳእን ኢና ደለና ምስኦም ብዝኾነ ትኽ ኢልና ንመጾም። ኢንሰይን። ትኽ ኢልና ንመጾም ነታ ዓባይ መርከብ እኮ እዩ ትኽ ኢልና መጺእናያ። እንታይ ገይሩ እሱ? ስቴርሶ ሄዙስ ነዳዲ ሂብዋ መስለኒ ትኽ ኢላ መጺኣ ተጋጭያ ምስታ ዓባይ መርከብ። ተጋጪና ፈንጨል ኢልና ኣንታ ኣምላኽ እዝግሄር ስለ ዝነበረ እምበር ግምጥል ክንብልሲ ሃንድረድ ፐርሰንት ይከኣል ነይሩ። ኣይተገምጠልናን። ኬድና ከምዚ ኢልና ኬድና ካልኣይ ጅሮ እኮ እዩ ከም ብሓድሽ እንታይ ትዕል ሕጂ ከምኡ ክንጋጮ ከለና ገለ ሰባት ገለ ሒዞም ካብቲ ናይ መርከብ ገለ ሒዞም ዝኣተው ነይሮም ሓደ ሰብ ወዲቑ ኣብኡ ኣብቲ ማይ ወዲቑ ሕጂ እቲ ማይ ምስ ወደቐ ኣጋጣሚ ሓንቲ ገመድ ሰዲዶምና ስለ ዝነበሩ በታ ገመድ ገይሩ ኣይሞተን ኣምላኽ መስገን ከም ብሓድሽ ምስ ከድና ከምኡ ገይሩ ይህርማ ተጨዲዳ እታ መርከብ እንተጨዲዳ እታ መርከብ ሽዑ ተጠውያ ትምለስ ማለት እዩ። ተጠውያ እናተመልሰት ከላ ኣብ ኣጋጣሚ ነቲ ገመድ ሒዞምሲ ኣብቲ ኣንከር ናይታ መርከብ የትሕዝዎ። ሕጂ እንታይ ማለት እዩ? ከምዚ ኢላ ከይዳስ ተጋጭያ ክትከይድ ከላ እቲ ገመድ ሒዝዋ ኣሎ። ድሕሪ ዝተወሰነ ምስ ከደትሲ እቲ ገመድ ምስ ተወደአ ዝርው ከብለና ይኽእል ነይሩ። ኣጋጣሚ ሓደ ወዲ ኣስተውዒሉላ ነቲ ገመድ ኣውጽእ ኣቢሉ ኣምሊቕዎ። ኣገይን ካልኣይ ተኣምራት ኣብ ሳልሳይ ግዜ በጃካ ኣብዚ ኣይትውሰደና ኢልና ኣዕገርጊርና ማለት እዩ ኣንም ኣይከድናን ስለዚ ራይወቲ ሂወት ክሳብ ክንደይ ቀላል ምኳና ብቀሊሉ ክንጠፍእ ንክእል ነይርና ብቀሊሉ ክንጠፍእ ንክእል ነይርና ኣብታ ዕለት እቲኣ ሕጂ እቲ ባሕሪ ክልተ ግዜ ምስ ተጋጨና እታ መርከብ ሃዲማ ካባና ዳርጋ ኣብኡ ክንመውት ንክእል ነይርና ሰብ ኩሉ ተስፋ ቆሪፁ ገሊኡ ከቃፅላ እየ ይብል ገሊኡ ፀሎት ይገብር ገሊኡ ይናሳሕ ገሊኡ ገለ ገለ ክገብር ኣነ ይዝከረኒ ኣነ እኳ ሓሓይሽ ኣብቲ ግዜ እቲ ዳርጋ መናን እየ ነይረ ብዙሕ ካብ ሞት ዘፍርህ ኣይነበረንን ብዙሕ ሰብ ላይፍ ጃኬት ነይሩ ላይፍ ጃኬት እውን ኣይነበረንን ኣነ ኣነ ይብል ነይረ በዘይ ሰሊጣ ምማተይ ሓምቢሰ ይክል ገለ ይክል ሽዑ ሞተ እያ ዝብል ሓሳብ ነይሩኒ ሶ ኣልሙሁም ኣብቲ ቦታ እቲ ዝተፈላለየ ምልክታት ትርኢ ገለ ይናሳሕ ገሊኡ ኢቭን ኣብቲ ሞሜንት እቲ ይበኣስ ነይሩ ላይክ ኣሎት ኦፍ ሙቭመንትስ እዚኣ መርከብ እዚኣ ንሪኣ ዘለና ዲስ ኩድ ሃቭ ቢን ኣስ ንሕና ኣነ ዝነብርኩላ ጃልባ ንሕና ክንከውን ንኽእል ነይርና ሽዑ እቲ ፍሬኖ ገለመለ ኩሉ ተበላሽዩ ምክንያቱ ኮምፕሊት ዲስኦርጋናይዝ እቲ ዝገደደ ዝረሳዕኩልኩም ከ እቲ መርከብ ናብቲ ገጾም ሒዞም ደይቦም ዝበልኩኹም ብዙሓት ሰባት ናብቲ ከይዶም እንታይ ማለት እዩ ባላንስ ተስሒታ እታ ጃልባ ክትግምጠል ትኽእል እያ ገይ ላይክ ሶ ማች ኦፍ ሚራክለስ ሃፐን ዳርጋ ኣምላኽ ስለ ዘይበሎ ጥራይ ኢና ድሒንና ንሕና ብሓቂ ሓደ ኣዝዩ ዘሕዝን ኣዝዩ ዘፍርሃካ ፍጻመ ኣጋጢምና እቲ ዘሐጉስ ናታ ኣብኣ ሽዑ እታ መርከብ ምስ ገደፈትና ሓሙሽተ ሰዓት ሽዱሽተ ሰዓት ከምዚ ክንብል ዳርጋ ፋዱስ ኮይኑ ነይሩ ሽዱሽተ ሰዓት ኣብቲ ማይ ጸለል ኢልና ወላ ሓንቲ ክንገብር ኣይከኣልናን ኣንፈትና ይንፈል ገለ ይንፈል ሽዑ ንግሆ ምስ በረቐ እቲ ካፒቴን ጥቀና ነይሩ ውሰደና ኢልናዮ ናበይ ክወዘኩም ሲሲልያ ውሰደና ተሓጒሱ እሱ ሽዑ ኦኬ ኢሉ ከም ብሓድሽ ተንስኡ ተባሂሉ ነቶም ሰብ ኣብቲ ፈይኖ ናታ ገለ ዝነበሩ ገለ ማለት እዩ ንጅምር ጉዕዞና ንኸይድ ክልተ ሰለስተ ኪሎ ሜትር ካብ ክልተ ሰዓት ሰለስተ ሰዓት ጽቡቕ ምስ ከድና መቸም እቶም ንድውለሎም ዝነበርና በፂዕዎም መስለኒ ብሄሊኮፕተር ይመፁና ማለት ብሄሊኮፕተር መፂኦም ይርዩና ናይ መን እያ ሕጂ ባንዴራ ዘለዎ ሓንቲ ነፋሪት ዝመፀት ናይ መን እያ ካይን ፍልጦን እየ ባንዴራ ኣይ ቲንክ ናይ ማልታይ ነይሩ ናይ ቱኒዝያ እዩ ተባሂሉ ከዓ ሽዑ ክንደይ በጋራ ኣነ ንቱኒዝያ እንተኮይኑ ከቃፅለያ ይብል ሓደ ኣጋድ መቸም በዚ ኮይኑ በቲ ብፅምን ብገለን ተቢልና ተዳኺምና ንምሸት ሰዓት ሸሞንተ ንፅባሒቱ ማለት እዩ ኣብ ላምፔዱዛ ኣቲና ማለት እዩ እዚ ክልተ ሽሕን ሸሞንተን ዘጋጠመ ፍጻሜ ነይሩ እንታይ ኣዘኪርኒ ትማሊ ቅድሚ ትማሊ ድዩ ገለ ትማሊ እየ መስለኒ እና ኣብ ሶሻል ሚድያ ፌስቡክ እናኸድኩ ከለኹስ ናይዛ ስድራ ምስ ረኣኹስ ወይኒ ኣሕዋተይ ኢለ ብሓቂ ዘሕዝን እንታይ እዩ ክመፀና ዘለዎ ንሕናሲ ክንኣምን ኤርትራናሲ ሽግር ከም ዘለዋሲ መዓስ ኢና ክንኣምን ማስ ኢና ክንኣምን ዝመፀ ሽግርሲ ዋላ ሓንቲ እሱ እውን እንተኾነ ኣብ ኤርትራሲ ሕማቕ ከም ዘሎ መን እዩ እስከ ክንዚ ስድራ ሒዙሲ ካብ ጥዑም ናብራ ካብ ጥዑም ኩነታት ካብ ጥዑም ዓዱ ናብራ ጓና ክመርፅ ኢሉ ዝኸይድ ኖ ወላ ሓደ የለን ኣብ ሕልናና ተመሊስና እንተተዛሪብና ወላ ሓደ ሰብ የለን ጥዑም ከለዋ ኣብ ኣፍደገ ገዝኡ ሕሰም ክረክብ ኢሉ ዝኸይድ ማለት እዩ። ስለዚ ኣብ ኤርትራና ዘሎ ጸገም ካብቲ ሞት ኣብ ባሕሪ፣ ካብቲ ሞት ኣብ ሰሃራ፣ ካብቲ ሞት ኣብ ሱዳን ኣዝዩ ስለ ዝብእስ ጥራይ እዩ። ካልእ ሱዳን ምስ ኣተና ንኤርትራ ክምለስ ይከኣል ነይሩ እንተዝኾን ሱዳና ኢትዮጵያውያን፣ ሶማላውያን ካልኦት እውን እኮ ይስደዱ እዮም። ኣብ ገለ ፖይንት ግን ኣብ ሊብያ ድዩ ኣብ ገለ ምስ በጽሑ ኦ እዚኣ ኣይተዋጽኣንን እያ ቅጫ ዓደይ ትሕሸኒ ኢሎም ይምለሱ እዮም። ምክንያቱ ኩሉ ሰብ ኣይኮነን እዚ ኣረሜን ዝኾነ ገበል እናረኣየ ዝኣቱ ንሕና ግን የብልና ናበይኻ ክትምለስ ናበይኻ ክትምለስ እዚ እኮ እቲ ቀንዲ ፀገም ሰባት ትጋገ ይኽእሉ እዮም እስከ እቲ ፅቡቕ ናይ ኤርትራ ኣይረኣይዎን ገለገለ ክትብል ትኽእል ኢኻ ኢንፋክት ኢናይ ፅቡቕ ኢና ዘይረኣና ካብታ ተወሊድና ዝዓበናላ ስድራና ንስድራና እውን ዘይንርኢ ዝነበርና ካብ ክንደይ ፀገም እዩ ሰብ ሃዲሞ መብዛሕትኡ ስለዚ እቲ ናብዚ ዘስደደና ምኽንያት ነዚስ ከመይ ጌርካ ኢኻ ንዓይ ክትእምነኒ ሕማቕ ጽቡቕ ከም ዘሎ ኣብ ዓደይ ኖ ስ ኖ ወይ ከምዚ ዓይነት ስድራ እሞ ኸኣ ጽቡቕ እንተ ዝህሉ ኣብ ኤርትራ ዘሎ ስርዓት ንህዝቢ ኤርትራ ክብሪ ናይ ህዝቢ ኤርትራ ዘለዎ እንተ ዝኸውን ነዚ ሬሳታት ክሳብ ሎሚ ከምዚ ጉሓፍ ኣይምገበሮ እዚ ሰብኣውነት ውን ኣይኮነን ብካልእስ ይትረፍ ሰብኣውነት ውን ኣይኮነን ሀዚ እንታይ እዩ መዓስ እዩ ክርደኣና እቲ ፀገም ኣነ ከም ዝመስለኒ እቲ ዝዓበየ ፀገም እቲ ነቲ ስርዓት ዘደግፍ ዘሎ ንሳቶም ነቲ ስርዓት ስለ ዝፈትዉ ኣይኮነን እዚኣ ከተስተውዕሉላ ይላበወኩም እቶም ኣብ ደንበ ፍትሒ ዘለና ንሕና ስለ ነፈንፍኖም ስለ ነፍርሆም ስለ ነስግኦም እየ ዝብል ብዙሓት ምስቲ ስርዓት ጠጠው ኢሎም ዘለዉ ኣማራፂ ስለዝሰኣኑ እንታይ ማለት እዩ ንሕና እንተንሓብር ንሕና እንተንበስል እንተንነቅሕ ሓቢርና ናይ ምስራሕ መንፈስ እንተነርኢ ንሳቶም እውን እምበኣር እዚኣቶም እውን ዕድል ኣለዉ ክብሉ ምኸኣሉ ግን እቲ ሓደ ሓደ ኣብ ሶሻል ሚድያ ዝረአ ኩሉ እኳ ኣይኮነን ክንደይ ፅቡቕ ስራሕ ይስራሕ ግን ዝረኣ ምምቕቓላት፣ ምውንጃላት፣ ምብልላዕ፣ ኣውራጃውነት፣ ዓዳውነት፣ ሃይማኖታውነት፣ ፀቢብነት ኩሉ እዚ ናይ ኣሉታዊ ነቶም ሰባት ኣብኡ ዘለዉ እሱ ጥራይ ስለ ዝረኣዮም ንዑ ጥራይ ስለ ዝነግርዎም ካብዝስ ዓድና ምህላው ይሕሸና። Absolutely not right። ምናልባት ፅቡቅ ክኸውን ይኽእል እዩ ንስኻትኩም እቶም ትድግፉ ዘለኹም ንፉዓት እንድሕር ኾይንኩም ክኢላታት ኾይንኩም ክትቅይርዎ ትኽእሉ ኢኹም እቲ ህዝቢ ስለምንታይ ህዝብና እናሃለቀ ዓድና ዚሮ እናተረፈት ከላ መን ኣሎ ደጋፋይ ዝበሃል ቤተሰቡ ኣብ ኤርትራ ጥዒምዎም ዘሎ ኣሕዋቱ ደቁ ምስ ዘለዉ ወይ ቤተሰብ እንተለዎ ምስ ፅቡቅ ኣለና ዝብልዎ ንመን እዮም ዝሓቱ መን እዩ እቲ ፅቡቅ ዘሎ ምክንያቱ ኩሎም እቶም ፅቡቅ ኣለው ሰብ ፀጋዮም ንብሎም ዝነበርና ማዕረና ተሰዲዶም ኣለው ደቂ ሓለፍቲ እዮም ንብሎም ዝነበርና ተሰዲዶም ኣለው ዋይ ደገ ብዛዕባ ደገ ሎሚ ዘይፈልጥ ሰብ የለን ኣብ ደገ ጥዑም ከም ዘየለ ኩሉ ሰብ ርእይዎ እዩ ብሶሻል ሚድያ ኩሉ ሰብ ይፈልጥ ክንደይ ሰብ ስትረሱ ዝኸውን ገለመለ እዚ ይፈልጦ እዩ ሰብ ግን ስለምንታይ መፅ ምርጫ ስለ ዝሰኣነ እምበር ሰብ ነዚ ኩሉ እናሰምዐ ፅሉል ኣይኮነን ክኸይድ። ኣብ ኤውሮጳ ፍሉይ ነገር ከም ዘየለ፣ ኣብ ኣሜሪካ ፍሉይ ነገር ከም ዘየለ ይፈልጥ እዩ። ፅሉል ኮይኑ ግን ኣይኮነን ዝኸይድ። ምርጫ ስለ ዝሰኣነ እዩ። ስለዚ ኣሕዋተይ ሕሰም እናለመናዮ ኣይንኺድ፣ ፅቡቕ ኣይኮነን። ሕሰም ክንቅይሮ ክንፅዕር ኣለና። እቲ ምፅዓርካ ቀዳመይቲ ነጥቢ ሓድነት። ሓድነት ክህልወና ኣለዎ። ዝሓበረ ሓፋሽ ዓጋቲ የብሉን ንመሃር ኔርና ቀደም ንዕሾ ከለና። ሓቂ እዩ ሽዑ ሓቂ ኔሩ ሕጂ ሓቂ ኣሎ። ታሪኽና ኩሉ ኣኣብ ዝሓበርናሉ ጥራይ እዩ ጽቡቕ ዝመጸና ኔሩ። ስለዚ እዚኣስ ኩሉ ሰብ ንፈልጣ ከነተግብራን ከቢዳትና ዘላ እያ። ሕብረት ከበየን ይጅምር? ኣብ ሰባት ጽቡቕ ነገር ብምጥማት። ኣብቶም ካልኦት ኣብ ደምበ ፍትሒ ዝቃለሱ ዘለዉ ጸጽቡቑ ጠምት፣ ሓሕማቑ ይጠምት። ሕማቅ ተጠሚትካ ብዙሕ ሕማቅ ኢካ ትረክብ ፅቡቅ ተጠሚትካ ከኣ ብዙሕ ፅቡቅ ኢካ ትረክብ ስለዚ እዚኣ ናይ ምዝካር ዓመት ዓመት ከም ንግደት ከይኮነና ሕማቅ እናዘክርና ክንነብር ኣይንደልን ኢና ክንርስዖም ኣለና ማለት ኣይኮንኩን ግን ክንቅይሮ ኢልና ክንብገስ ኣለና ክንቅይሮ ኢልና ክንብገስ ኣለና እቲ ጉዳይ ኣባና እዩ ካልእ ዘምፅኣልና ለውጢ ከምዘየለ ድሮ ሪኢናዮ ኣለና ሓድሽ ካብ ካልእ ድመጸና ጽቡቅ ነገር ኣይክህሉን እዩ ኣይነበረን ኣይክህሉን እዩ ድሕርጂ ስለዚ ናይ ሎሚ ቪድዮ ናተይ ብዛዕባ እዚ ጉዳይ እዚ ኣዝዩ ክሓስበላ ቀንየስ ሕጂ እያ መጽያትኒ እታ ሓሳብ እንኳዕ እዚ ሎሚ ከምዚ ኢሉ ሰብ ኩሉ ዝዛረበሉ ዘሎ እኮ ዕጫ ናይ ብዙሓት ናይ ኩልና ኤርትራውያን ዳርጋ እዩ እኮ ብዙሓት ኢና ብከምዚ ሓሊፍና ንሕና ነፍሲ ወከፍና ኣብቲ ኩነታት ክኸውን ይኽእል ልክዕ በዚ ሓሊፉ ምሳይ ልክዕ በዛ ናተይ ሃንደ ሽግር ዝሓለፈ ሰብ ኣሎ ደጋፊ ኮይኑ ኣሎ የሕዝን እዩ የሕዝን እዩ ብሓቂ ግን ንዕዖም ምክዓብን ምፅራፍን ኣይኮነን ሎሚ ንዕዖም እውን ምስኦምን ዲስካሽን ክንጅምር ክንክእል ኣለና እዚ ናተይ ወገነይ ወገንካ እዚ ፀቅዐይ ፀቅዕኻ እናበልካ ምምቕቓል እዩ ድሕሪት መሊሱና ዘሎ ኣይኮነን ኣብ ደንበ ፍትሒ ዘለዉ ኣሕዋት ኣይኮኑስ ኣብ ካልእ ዘለዉ ምስቲ ስርዓት ዘለዉ ምስኦም እውን ዲስካስ ምግባር ክንለምድ ኣለና። ኣምላኽ ነዛ ዓድና ሰላም ይሃበና። ክንዳና ሰላም ዝደሊ ሰብ የለን እሞ እንድዒ ብኸመይ ንኣምላኽ ከም ንልምኖ እውን ጠፊእኒ ኣሎ። ኣይሆፕ ግን ሽግርና ይኣኽለኩም ካብ ዝኸፍእ ኣይመፀኩምን ይበለና ይብል እሞ ናይ ሎሚ ቪድዮ ኣብዚ ወዲኣ ኣለኹ። የቐንየለይ ስለ ምክትታልኩም።